ኣነ ትግራዋይ እየ ኣብዚ ተወሊደ ኣብዚ ዓበ ኣበይ ተወሊድካ ወዲ ኣይት ኢኻ ኢልካ ከይትጥይቐኒ ኣነ ኣብ ዝባነይ ጥሕንን ቆሎን ስኳርን ተሸኪመ ብራማ ገይረ ብጭላ እየ ዝወፅ ነረ ብእግረይ ኣስሮም
የምበርክዎም ኣብ ትግራይ ፈላማይ ናይ ማይ ኳዕቲ ትካል እዩ።
ጊሊስ ማለት ዳርጋ ኣቦይነ ማለት እዩ። ዓሰርተ ሓሙሽተ ሽሕ ኣሻ ለቂሑኒ ገባር ትግራይስ ካልኣይ ማሽን እዩ ንጊሊስ። ኣብዚ ጣብያ እዚ መቸም ፍፁም ዘይብሉ ስራሕ ትሰርሑ ይፈልጥ እዩ። ወድና እዩ
ደጎልና ፅጋብና እዩ። ፍፁም ኣስገደሚ
ከደይረዛሪ ያውን ብጭብጢ ዓይኒ መፂኻስ ከም ኢንቨስትመንት እውን ኣይተርእየን ኣብ ኢንቨስትመንት ቢሮ ሃበኒ ማይ እስቲ እኒኢልዋ መንገዲ መኪና ጠጠው ቢሉ ማሽን መንገዲ ምሕላፍ ኣቢባስ ገዙ እፍሪሱ ዝሕለፈና ገባር ቴንዶ ኣንፂፉ ኣብታ ትሕቲ ታሚሽን ይሓድር
እንትነብር እውን ንትግራይ እዩ እንትሓልፍ እውን ንትግራይ

ነብስሄር ዶክተር ኪሮስ ኣለማዮ ሂልዎ ዝበሃል ሓደ ዓብዪ ቁም ነገር ዘኪረ ዝኾነ ትግራዋይ ኣበይ ዓድኻ ተባሂሉ ክምልሶ ዝግባእ ኣነ ትግራዋይ ኣብዚ ተወሊደ ኣብዚ ዓበ ኣበይ ተወሊድካ ወዲ ኣይትኢኻ ኢልካ ከይትጥይቐኒ ኣብ መላእ ትግራይ ዝውለድ ካብ ጫፍ ሑመራ ካብ ጫፍ ሑመራ ክሳብ ጫፍ ራያ ይውለድ ኣነ ትግራዋይ ምናልባት መተዓባበያ ደረጃ ኣብ ድሬዳዋ ዓብየ ኣለኹ ካብ ቀዳማይ ክፍሊ ክሳብ ዓሰርተ ክልተ ክፍሊ ዘሎ ኣብ ድሬዳዋ ተማሂረ እየ ኣክሱም ቴክኒክ ተማሂረ እየ ናይዚ ዘለኹዎ ኩነታት ኩሉ ኣክሱም ዓብዪ ሚና ኣለዋ ትግራይስ ኩላ ንዓይ ንፍጹም ትግራይ እያ ትግራዋይ እውን እየ። ብዙሕ ግዜ ኣብ ዕድመ ህጻንነትን ንእስነትን ዝነበረ ባህርን ኣተዓባብያን ዳሕራይ ንዝመጽእ ስብእና ዋጋ ኣለዎ ይበሃል። ፍጹም ንፋለጠሉ ያው ብቆሊዒትና መሓዛ እዩ ብሓደ ዓቢና ላተደባደብና ኩዕሾ ላተጫወትና መቸም እቲ ብቁልዕና ልግበር ነገር ኩሉ ኣማሊእና ብሓደ ዓቢና ኣብ መዓይኒ ኣብ ጎልጎል ሰውሒ እዩ ነይሩ ለጥ ለለ ሰውሒ ብሲሳይ ሽዱሽተ ዓመተ ምህረት ተወሊድና ክልቴና ብሓባር ላተደባደብና ላተጻወትና ዓቢና ማለት እዩ ካብኡ ብምክንያት ትምህርቲ ድሪዳዋ ኢሉ ከይዱ ኣብኡ ተፈላሊና ዝሮ ዝሮ ግን መቸም እቲ ትምህርቲ ወሲኹ ዓውዩ ከምቲ ዝበልካ ፈታዊ ዓድን ፈታዊ ህዝቡን ስለ ዝነበረ ግሪስ ዝበሃል ድርጅት ሒዙ እግሪ ተኺሉ ዓብዩ መፂኡ ከምቲ ዝበልክኻ ናብ ህዝቢ ተመሊሱ ዓዲ እውን ይሓደገ ክልሉ ሃገሩ ይሓደገ ተምፅእ ለውጅባኹም ከይትእትዩ

ወሊድካ ተፈደ ኣብ ውልድካ ኣርኸቦ ወዘተ ዝብሉ ምስ ውልድን ወላድን ተኣሳሲሮም ዝመጹ ኣይመርገም ኣይምርቓ ኣባህላታት ኣለዉ። ፍጹም ብዛዕባ ወለዱ ተዛሪቡ ኣይጸግብን ንሳቶም እውን ከምኡ። ብጣዕሚ ሃርኳት ሓረስታይ ምስ ጎረቤቱ ተጓኒጹ ዘይፈልጥ የዋህ ጎበዝ ሃይማኖቱን ትግራይን ዝፈቱ ኣቦ እዩ ባራምበራስ ኣስገዶም ተክለ ሃይማኖት ይበሃል ወላዲተይ እውን እኮ ፍቅሪ ዘማሃረትኒ ምሕጋዝ እንታይ ከም ዝመስል ዘማሃረትኒ ወይዘሮ ለተብርሃን በሬ ካሕሳይ መርኣያ ጻዕርን ዓወትን ኣብነት ተስፋን እምነትን ንያት ጸጋን ህዝባውነትን ክኸውን ዝሓረናዮ ጉዕዞ ጊልስ ብብዙሕ ላዕልን ታሕትን እዩ ኣብዚ ደረጃ እዚ በጺሑ ኣነ ካብ ቀደም ሕልመይ ከምቲ ዝበልኩኻ ካብ ኣቦይን ካብ ኣደይን ዝረኸብኩዎ ናይ ማሕበረሰብ ናይ ማሕበረሰባዊ ፍቕሪ ኣሎ። እዚ ናይ ማሕበረሰባዊ ፍቕሪ እዚ ኣብ ውሽጠይ ኣሎ ኩሉ ግዜ ገና እውን ክነብር እዩ ኣነ እውን ናብ ደቀይ ከሕልፎ እዩ። ትግራይ ከም ትግራዋይ ኩሉ ግዜ ብዛዕባ ትግራይ ክሓስብ ይገብረኒ እዩ መንፈሰይ ባዕሉ ናተይ ተፈጥሮይ ጊልስ ኣብ ቴስዓን ሓሙሽተን ዓመተ ምህረት ከም ጊልስ ተይኮነስ ከም ፍጹም ሃንድ ዳጎይል እየ ዝኩዕት ነይረ ሃንድ ዳጎይል ሃንድ ዳጎይል ዝበሃል ኣለዋ ቀደም ብእግርቲ ብእግሪ ምትካል ትግራይ ኣቢለን ተጫሪተን ይወፅኣም ኣብ ቦርደራት ትግራይ በቲ ዝሓለፈ ዝነበረ ናይ ውግእ ኩነታት ገለ ዝተጠቕዓ ከባብታት ንምሳሌ ካብ ራማ ሒዝካ ክሳብ ጭላ ዘሎ መስመር ሕጹይ ሒዝካ እቲ በረኻታት ንሱ ሃንዳጎል ንኹዕት ኔርና ካብኡ እዩ ዝጅምር ናይ ጊልስ ህይወት እና ብድሕሪኡ እዩ ጊልስ ተባሂሉ ኣብ ትግራይ ፈላማይ ናይ ማይ ኳዕቲ ትካል እዩ።
እሱ ኣይተማሃርኩን ኣነ ብኮንስትራክሽን ምህንድስና እየ ተመሪቀ። ኮንስትራክሽን እየ ተመሪቐ ኣብቱ ማይ ሴክተር ብዙሕ ኣፍልጦ ኣይነበረንን ኮንትራክተር ኮይነ ውን ዝተወሰነ ነገራት ክሰርሕ ሞኪረ ነይረ እየ ግን ድሓር ብዝኾነ ኣጋጣሚ ናብቱ ማይ ሳይድ ሽፍት ገይረ ሽፍት ገይረ ዝኾኑ ካብ ደገ ዝመፁ ካምፓኒታት ነይሮም ኣብ ትምህርቲ ቢሮ ዝሰርሕ ነይረ ንድሕሪት መሊሰካ እምበር ትምህርቲ ቢሮ በብዝሒ ብኤለመንት ዘስርሐን ትምህርቲ ቤታት ነይረን ኣብተን ትምህርቲ ቤታት ኣዜ ሱፐርቫይዘር ብትምህርቲ ቢሮ ተቖጺረ ይሰርሕ ነይረ። ደሓር ድሕሪ ዝተወሰነ ዓመት ናብዚ ሃንድ ዳግዌል ኳዕቲ ኣትየ። ናብ ሃንድ ዳግዌል ኳዕቲ ምስ ኣተኹ ይምነ ነይረ እዚ ብኢድ ዝኳዓት ዘሎ እዚሲ ኣብኡ ኢና ብጣዕሚ ንሳቐ ነይርና ክንኩዕት ተለና ዓሰርተ ሓሙሽተ ሜትሮ ገለ ኢኻ ትኹዕትና ሓመድ ክትቀባበል ብጣዕሚ ባዕለይ የሰርሕ ነይረ ጥራሕ ዝባኑ ጉድጓድ ኩዒቱ ኣብኡ ነይሩ ትመፅእ ወሹ ከሰል ኮይኑ ኣተኩሱን ኣታ የለይ ተሓድጎ ስርሓ እዚ ሓደ ግዛዕኻ ሓደ መምህርካ ይብሎ በቃ ባዕሉ። ተቖጺረ እየ
ዝሰርሕ ነይረ። ድሪል ፓይፕ ዝበሃል ኣሎ ናይ ቱቦ፣ እሱ ትሽከም ተውርድ ትጽዕን ብጣዕሚ መሰልቸዊ መድከሚ ስራሕ እዩ። ካብኡ እዩ ዝጅምር እቲ ናይ ጊልስ ኳዕቲ ማይ እና ጊልስ ሕዚ ብዝተወሰነ መልክዕ ዓብዩ እዩ ልልዕሊ ተን ኩለን ክዋፈራ ከለዋ ንልዕሊ ሰብዓ ዝኸውን ግዝያዊ ሰራሕተኛ ናይ ስራሕ ዕድል ፈጢሩ እዩ። ብቋምነት እውን ናብ ሰብዓ ኦር ሰብዓን ሓሙሽተን ከባቢ ሰራሕተኛ ናይ ስራሕ ዕድል ፈጢሩ እዩ። ሕዚ ዓብዪ ካምፓኒ እዩ ኢልካ ክጥቀስ ኣብ ዝኽእለሉ ደረጃ በፂሑ እዩ። ትግራይ ፅሩይ ማይ ፀሚኣ ቃዕቃዕ ዒላ ኣብ ዝነበረትሉ ትማሊ ኣብ ሕቑፊ ህዝቢ ትግራይ ኮይንካ ውዕሎኻ ኣብ ጎደብኡ ሕድሮኻ ኣብ ገበልኡ ጌርካ እንትትሰርሕ ዘየጋጥመካ ተጓንፎ የለን። ዓንዲ ዳጎል ኣብ ንኩዕተሉ እዋን ብጣዕሚ መስካሕክሒ እውን እዩ ነይሩ። ኣዴታት ናይ ክልተ ሰለስተ ሰዓት ኣርባዕተ ሰዓትን ልዕሊኡን ተጓዒዘን ዕትሮ ተሸኪመን ዝመፅኣሉ ኩነታት ነይሩ። ንሱ ክትርኢ ተለኻ ውሽጥኻ ዘሕመካ ነገር ኣሎ። ምክንያቱም ኣዶ ትግራወይቲ ክንደየናይ የዋህ፣ ክንደየናይ ብስልቲ፣ ክንደየናይ በላሕ ከም ዝኾነት ኣነ ብቓላት ክገልጾ ኣይክእልን። ኣብ ዝኸድካዮ ቁሸት፣ ኣብ ዝኸድካዮ ጣብያ ካብታ ዘይብላ፣ ካብታ ዘይብላ እዚኣ እንዶ ዝወደይ እያ ትብለካ ከም ጋሻ። ኣነ ኣብ ዝባነይ ጥሕንን ቆሎን ስኳርን ተሸኪመ እየ ብጭላ፣ ብራማ ገይረ ብጭላ እየ ዝወጽእ ነይረ ብእግረይ። ሽዑ ኣብቲ እዋን ንሱ እንዳኸድኩ ማለት እዩ። እንዳ ገባር እየ ዝሓድር ነይረ። እንዳ ገባር ኢኻ ክትሓድር፣ እቲ ገባር፣ ሕጉስ ኮይኑ እዩ ዝቕበለካ ብፍላይ ማይ ክትኩዑ ተለኻ ማይ ክተዳሉ ተለኻ ናብ ሽዑ ዝነበረ ናይ ማይ ሽግር ሕዚ ብቃላት ከልከልፀውን ይኸብድ እዩ ካብኡ ናውዚ እዩ ዘሎ ናይ ማይ ሽፋን ብትክክል ተለዊጡ እዩ ኣነ ዘይርስዖም ምስ ገባር ትግራይ እዮም ዝተሓሓዙ ጊልስ ሓንቲ ማሽን ወኒኑ እንዳሰርሐ ዝናሎ ላብ ቁሸታት ጣብያታት ትግራይ ተዋፊሩ እንተኸድተሉ ከም ካልኣይ መሽን ገባር ትግራይ ከም ዘሎ ይኣምን ነይሩ ገባር ትግራይስ ካልኣይ ማሽን እዩ ንጊስ ብኡ እውን እዩ ናይ ጊስ ዕቤት ናይ ጊስ ዕቤት ናይ ገባር ሃፍቲ እዩ ገባር ብጉልበቱ ብዓቕሙ ብሓለውኡ ብመንገዲ ምስርሑ ኣብ ጎንኻ እዩ ጠጠው ዝብል ከወዳድሮ ዶ ይግበእኒ ኣይግበእንን ምስ ካሊእ ከባቢ ከም ምሳሌ ገይረ ከወዳድሮ ድሕር ክኢለ ካብ ትግራይ ወፃኢ እውን ምንቀሳቀስ ኢና ንሰርሕ ኢና እና ሓደ ዘጋጠመ ተጓንፎ ብቐሊሉ ክገልፆ ክእል ኣብ ሓደ ከባቢ ተዋፊርና ሳዕሪ ረጊፅናስ ዳርጋ ተኣሲርና ነርና ኣብዚ ጎረባብትና ከባቢ ማለት እዩ ሳዕሪ ረጊፅና ናይ ገባር ሳዕሪ ገሪፅና እና ኣብታ በሪ ገፁስ ማይ ንኸንኩዕተሉ ኢና ኣቲና እዛ ሳዕሪ እዚኣ ተረጊፃ እያ ንምንታይ ኢኹም ኣብዚኣ ትኹዕቱለይ በዓልቲ ገዛይሲ ክልተ ሰዓት ሰለስተ ሰዓት ኬዳ እያ ማይ ተምጽእ እንታይ ትሰርሕ ነይራ ዝብል ማሕበረሰብ ኣብቲ ካሊእ ከባቢ ኣጋጢሙና እዩ ክንግልብጦ ተለና ተሪቨርስ ኣብ ትግራይ ከዓ ኣብዚ ካብ ዴጎ ውፅእ ኢልካ ኣብ ዳዕሮ ሓፋሽ ከባቢ ማሽን መንገዲ ምሕላፍ ኣቢዋስ ገዙ እፍሪሱ ዝሕለፈና ገባር ራዮ እቲ ናይ ትግራዋይ ገባር እንኳዕ ካብኡ ተፈጠርጉ ዘብለካ ኣተሓሳስብኡ ክንደይናይ ከም ዝኾነ ክትገልፆ እውን ይኸብደካ እዩ። ገባር ትግራይ ውሕሉል፣ ኣርሒቑ ዝሓስብ፣ ብሕጊ ዝኣምን፣ ፅኑዕ፣ ትኽክለኛ ዝኾነ ትራክ ዝሓዘ ገባር እዩ። ህዝቢ ትግራይ ጥዑም እዩ። ኣዝዩ ጥዑም። ግራተይ ረጊፅካለይ ይብል፣ ዘራእተይ ረጊፅካለይ ይብል። ጣብያ ገምሃሎ ቁሸት ሕሞር ጎጥ ዳሞ ኣብ እትበሃል ድማ ኣድያቦቶት ሓፋትም እዮም። ዝሕረስ መሬት ኣሎ፣ ጥሪት ኣሎ። ግን እቲ ከባቢ ማይ የብሉን። ካብ ሸራሮ ዝወርድ ውሕጅ ዓብዪ ናይ ውሕጅ ቦታ ግን ኣሎ። ካብኡ እዮም ማይ ዝቐድሑ። ሽዑ ተዃዒቱ ኣጋጣሚ ናብቲ ምርቓ ኣነ እውን ነይረ ፍፁም ኣነን ፍፁምን ከድና ናብቱ ምርቓ እታ ማይ ክንምርቓ ከለና ወረዳ ኣመሓዳሪ ተዛሪቡ ወሪዱ ሓደ ኣቦ ናይቱ ጠቕላላ ናይቲ ናይታ ጎጥ ትብል ቀሺኦም ተወኪሎም ክዛረቡ ከለው ምስ ሃፍትና ጽሩይ ማይ ዘይንረኽበሉ ከባቢ ኢና ኔርና ንሕና። ዝወደይ ክብረት ይሃብካ ካብ ሸራሮ ኮንደም ድዩ ዋላ ካሊእ ጉሓፍ ሒዙ ዝመጸ ኣይግማይ ቀዲሕና ኢና ንሰቲ ኔርና። ምስ ሓፍትና ዓይጊ ማይ እንዳሰተና እንነብር ዝነበርና ህዝቢ ኢና። ጽሩይ ማይ ክሰቲ ጌርካ ካልእ ዋላ ሓንቲ ኣይብለካን። ጽሩይ ማይ የስቲኻ ኣብ ዝኸድካዮ ጽሩይ ማይ የስቲኻ። ልዕሊ ጽሩይ ማይ ዝበሃል ምርቓ የለን።
ህዝቢ ዋጋኻ እዩ ዝህበካ። ዝረብሖ ይፈልጥ ቁንጣር ጌርካሉ ውን እንቃዓ ጣፍ የመስግን። ኣብዚ ጣብያ እዚ መቸም ፍፁም ዘይብሉ ስራሕ ትስርሒ ይፈልጥ እዪ ሰለስተ ቤተ ክርስትያናት ኣለዉ ኣውነ ኣረጋዊ ኣስሪሑ እዩ ዳጋብሪ እውን ሓጊዙ እዩ እንዳ ማርያም እውን ሓጊዙ እዩ ካብኡ ሓሊፉ ሃይ ስኩል ንክመፅእ እውን ፅዒሩ እዩ ናብ ጃፓን መንግስቲ ኣምፅኡ ነቲ ቤት ትምህርቲ ክስራሕ ገይርዎ እዩ ገንዘብ እኒኤኒ ኢለ ይኾርዕ፣ ምስ ሕብረተሰብ የዋግዕ፣ ምስ መንእሰይ የዋግዕ፣ የምህር፣ እንደገና ካብዚ እዞም ስራሕ ዝሰኣኑ እውን እንተኾነ ናብታ ስርሑ ኣኪቡ እዩ ዝወስዶም ማለት እዩ። ኣብዚ ተነኣሰ ሓደ ዕስራ ዝኾኑ መናእሰይ ካብዚ ጣብያ እዚ ወሲዱ ናብ ስራሕ እትዩ ካብቲ ዝነበሮም ፀገም ወፅኦም ናብ ዳሕና ደረጃ ዝበፅሑ መናእሰይ ኣለዉ ማለት እዩ። ፍፁምስ ኣቦ ህዝቢ እዩ ምባል ይከኣል። ብደረጃ ዕድሙ ያው ለኣናስ

ኣብ ጽጉማት፣ ኣብ መሰረተ ልምዓት፣ ኣብ ቤተ ክርስቲያናት፣ ኣብ መስጊድ፣ ኣብ ኩሉ ከም ቀመም ኢዱ ለይሓወሰሉ የለን። ኣውዳመት ናመፀ ይጥይቀና እዩ ኩሉ ግዜ ይመፅ እዩ ክገዛና ይጥይቀና እዩ ድሕር ዘይመፀ ኣጋጣሚ ድሞ ናደወለ ገለ እንኳዕ ኣብፀሕኩም ገለ ይብለና እዩ ዓመት ዓመት ሙሉእ ብሙሉእ እንጋደት ይግበር እዩ ብማካይን እናመፃ እንጋዶ ሙሉእ እንጋዶ እዩ ዝግበር ከዲስ ኣያ ልግዛዕል ዓበይቲ ኣተቦ ህባ መጻብኡ ኩዒና ይጋ ጌርና ይተረፍ እዳ ማርያም ጎድፍ ወሲድና ንሱ እንዮ ኻሊእ ኻሊእ ገይሩ ይግበር ኣብ ኸዚ
ናይ ፍጹም ተሳትፎ ምስ ስሊም መመቐለሊ ነበርቲ ኣተሓባቢሩ ንኢንዱስትሪያል ማተርያል ንመንደቂ ንስሚንቶ ሉዚ ንኣቶም ተሓቢሩ ከንድቕ እዩ ተሳትፎና ፈፅሞ እዚ ማለት እዩ ፍፁም ኣስገደሚ
ከዲር ኣብራሪ ወዲ ሸኸረ ንሳቶም ተሓጋጊዞም ተሓባቢሮም ብድሕሪኡ ምስልምና ሓገዙና እዚ ኣፍሪስና ቆርቆሮ ናይራ ላብዚ ዓብዪ ኮይኑኒ ኢሎም። ብጣዕሚ የመስግኑ እቲ ክርስትያን እውን ክፋል ናይ ኣምቶም ክርስትያን እዚ መናብርትና እዮም ኣብ ሃይማኖትና እዩ በበይኑ እምበር ስራሕና ብሓደ ዋላ በዓል እውን ኣይሓርሲ እዚኣቶም በዓል ተፈልዮም ዝሰርሕዎ ነገር የለ ንሕና ተሰራሕና ንሰርሕ ንሕና ክፍተና ክፍለ ሓደ እዩ ሃይመንና ቦይ ርግፅ ግን ኣፈላለይ የልና ሀዚ እቲ ሕብረተሰብ እቲ ክርስቲያን እውን ሕጉስ እዩ ብምስርሑ ምክንያቱ እዞም ነበርቲ እዚኦም መስጊድ የልዮም ስለ ዝኾነ ጊልስ ኣብ መላእ ሃገር ዝሰርሕ ትካል ኳዕቲ ማይ ዋላ እንተኾነ ዝበዝሕ ናይ ሰናይ ተግባር ስራሕቱ ዘሳልጥ ግን ዓደይ ቤተይ ኣብ ዝብሎ ኣብ ትግራይ እዩ ምስ መንግስቲ ትግራይ ከመይ ይሰርሕ? መንግስቲ ትግራይ ኣብቱ ማይ ሴክተር ከመይ ይርእየኩም ነይሩ ዝብል ብዙሕ እንድዩ ብዝተፈላለየ መልክዕ ክትትንትኖ ትኽእል እንዲኻ በተካይዳ ግን ያው ጊልስ ከም ጊልስ ምናልባት ኣብቲ ሓደ ሓደ ነገራት በብዓቕሙ እኳ ኣብ ምሕጋዝ እንተተዋፈረ ፍሉይ ነገር ካብ መንግስቲ ዝረኸቦ ነገር የለን ክህልውን ኣይክእልን። ያውም ብጭብጢ ዓይኒ መጺኻስ ከም ኢንቨስትመንት እውን ኣይተርእየን ኣብ ኢንቨስትመንት ቢሮ ከም ኢንቨስትመንት እውን ምናልባት ኣብዚ ኣእማን ፎቅ ዓብዪ ስለ ዝደርደረ ጥራይ ኢንቨስተር ዝበሃለሉ ኣብቲ ገባር ማእከል ኣቲኻ ኣብቲ ገብሮ ምንቅስቃስ ከዓ ስለ ዘይረአ ስለ ዘይንፀባረቕ እዚ እዩ ዘይብለሉ ብጊልስ ከም ጊልስ እዚ ኩሉ ስራሕቲ እንዳሰርሐ እዚ ኩሉ ስራሕቲ እንዳነጠፈ ብኹሉ ማሽነሪ ኣዋፊሩ እንዳሰርሐ ማዕረ ብዙሕ ሰራሕተኛታት ኣዋፊሩ ሓንቲ ካሬ ሜትር መሬት ነተን መካይኑ እኳ ሜንቴን ክገብረሉ ዝኽእል ነገር ኣብ ትግራይ ኣይረኸበን ብታዕ ሽሙ ክትመፅእ ተለካ ግን እዙይ ስለ ዘይረኸብና ኢሉ ጊልስ ምንም ዓይነት ኣብዚ ጉዳይ እዚ ንድርድር ዘእትዎ ነገር የለን። ምክንያቱም ጊልስ ትግራዋይ እዩ፣ ካብ ትግራዋይ ወፂኡ ንትግራዋይ እውን ከገልግል እዩ፣ ገና እውን ክሰርሕ ኣብ ድርቅ ኣብቲ ዝሓለፈ እዋን ኣጋጢሙ ኣብ ዝነበረ ናይ ኢሊኖ ዝተብሃለ ድርቂ እዋን ጊልስ ናይ ርእሰ ምምሕዳር ቢሮ ኳሕዂሑ ኣትዩ እዘን ማሽነሪ እዚኤን ካብ ህዝቢ ትግራይ ኢና ኣፍሪናየን ናይ ህዝቢ ትግራይ እየን እንኩ ኣብ ድርቂ ንዋፀለን ኢልና ኣወፊናየን እዩ እዚ ክቡራት ኣባይ ወልዱ ኣብቲ እዋን ናይዚ ክልልና ምምሕዳር ዝነበሩ ብትክክል ከብርዎ ገልፅዎ ዝኽእሉ ሓሳብ ፕራክቲካሊ ዝገበርናዮ እዩ ኣብቱ ባይታ እውን ወሪድና ሰሪሕና ኢና ኣብ ሳዕቲ ፃዳ እምባ ኣቲና ኢሚዲየትሊ ዝነበረ ሽግር ፈቲሕና ኢና ኣብ ኣጉላዕ ኣቲና ዝነበረ ሽግር ፈቲሕና ኢና ኣብ ሸራሮ ኣቲና ዝነበረ ሽግር ፈቲሕና ኢና በዘይ ኣምስት ሳንቲም ወፃኢ እቲ ዝነበረ ፀገም ማይ ኩዒትና ሃይድራንት ጌርና ሰብ ማይ ክረክብ ከፍቲ ማይ ክረክባ ኣመቻቺና ኢና። መጀመሪኡ ኣብዚ ወረዳ እዚ ናይ ኮሚኒቲ ኣብ ሕብረተሰብ ብዙሕ ማይ ይሰርሕ ነይሩ እዩ። ብፍሉይ ግን ኣብዛ ትምህርቲ ቤት እዚኣ እዛ ባርካ ቤት ትምህርቲ እዚኣ ክመፅእ ከሎ ኣብኡ ዝነበረ ናይ ማይ ፀገም ተረዲኡ ኣጋጣሚ ኮይኖም መንገዲ ሓንቲ ቆልዓ ይረክቡ እዛ ቆልዓ እዚኣ ማይ ሒዛ ንእሽተን ማይ ሒዛ ሃይላንድ ክልተ ሃይላንድ ሒዛ ኣጋጣሚ ሃበኒ ማይ ኣስትይኒ ኢልዋ መንገዲ መኪና ጠጠው ኣቢሎም ዋእ እዚኣ ንትምህርቲ ቤት እያ ልተኽሊ እያ እዚኣ ከዓ ንዓየ እያ ስለዚስ ትውደእኒ እያ ኢላቶ ደሓር ብጣዕሚ ሓዚነ ኢሉ ብጣዕሚ ብኽያት በኽየ ኢልና በቃ መፅዩ ናብ ቀጥታ ናብ ቤት ፅሕፈት እዩ መፅዩና ናባና ናብ ማይ ሃፍቱ መፅዩ ከምዚ ዓይነት ቤት ትምህርትስ ማይ እንታይ ኮይንኩም ዘየእተኹምላ ዓቕሚ ስለ ዝሰኣና ንሕና በጀት እውን ስለ ዘይብልና ኣብቲ ቤት ትምህርቲ ዘየእተናን ካብ ቆርቆሮ ኢና ማይ ነስትዮም ነይርና ኢልና ምስ ኣበልናሉ እሞ ማይ ክሰርሕ እንታይ ይመስለኩም ኢሉና። ዋእ እዚ ደኣ ጽቡቕ እዩ ንሕና ማይ ኣበይ ይስራሕ ኣበይ ከባቢ ይጽናዕ ዝብል ነገር ቦታ ክነጽንዐልካ ቦታ ኣጽኒዕና ግን ተሓጊዝካና እቲ ቤት ትምህርቲ ብጣዕሚ ተጸጊሙ እዩ ኢልና ኢና ኣቢልናሉ በዞዝኒ ደረጃ እዩ ኣመጻጽኡ። ኣፅቢ ሓንቲ ትምህርቲ ቤት ኣላ ባርካ ትበሃል እታ ትምህርቲ ቤት ንሳ ብዝኾነ ኣጋጣሚ ማሽን ተበላሽያትና ኣብቲ ኣብቲ በሪ ንሱ ጠጠው ኢልና ነርና ብዙሕ ግዜና ኣቑሑት ክነመላልስ ክንዕርኽ እንብል ተምሃሮ ብጣዕሚ ተሸጊሮም ማይ ተሸኪሞም ብጀሪካን ሒዞም ገለ ዝመፅሉና ጉስቁል ዝበለ ዓይነት ኩነታት ዝረኣኹሉ ኩነታት ተፈጢሩ ነይሩና በታ ትምህርቲ ቤት ንሳ ኣብኡ ጉድጓድ ማይ ኩዒትና ነቶም ተምሃሮ ማይ ሂብናዮም ከም ትካል ኣብቲ ቤት ትምህርቲ ምስ ኣተኹ እውን ብዙሕ ሽግራት ርኤና ናይ ወንበር ናይ ዝተፈላለዩ ነገርቲ ናይ ወንበር ሽግር እውን ቀሪፍናዮ ኣብ ግልፂ ሓደ እምነት ኣሎ እቲ እምነት እንታይ እዩ ስራሕቲ እንረኽበን ስራሕቲ ዶክመንት ኣማሊእና ጨረታ ተጫሪትና ስዒርና ምስ ማይ ሃፍቲ ዝግበራ ስራሕቲ ንሰርሕ ኢና ስዒርና ናብቲ ቁሸታት ናብተን ጣብያታት ምስ ወፈርና ዘሎ ምንቅስቃስ ግን ካብቲ ዝሰዓርናዮ ንላዕሊ ወሳሲኽና መራሪቕና ነቲ ገባር እውን ሰሪሕና ኣስተኻኺልና ኢና ሓደ ሓደ ግዜ ላብ ቢሮና ተትመጽእ ካብ ወረዳታት ይመጹና እዮም ኣብዚ ቦታ እዚ ማይ ተበላሽያ እያ ቱቦ ሃውና ንቦም ኢና ኣብዚ ወረዳ እዚ ከምዚ ገና ፓይፕ ተበላሽዩ ከምዚ ፉቲንግ ደልያ ከምዚ ገይራ ሃንድ ፓምፕ ተበላሽያ ይብሉና ልክዕ ከም ናይ መንግስቲ ትካል እዩ ዝመስሎም ወዲያው ንኸድና ንህቦም ኢና ኣብታ ቦታ ንሳ ኣብ ዝተሰማራላና እዋን ዝኸድናላ እዋን ከዓ ዝተበላሸዋ ሃንድ ፓምፕታት ተለን ጸጊና ኢና ንወፅእ ጸጊና ኣስተኻኺልና ሰሪሕና ኢና ንወፅእ ካልኣይ ጸገማት ፀገማት ኣበይ ፀገም ኣሎ ማለት ክልል መንግስቲ ብፍላይ ኣብዚ እዋን እዚ ንኩለን ከባፅሐን ክሽፍነን ንኩለን ክኸደን ኣይኽእልን ኢደይ ንኢድካን ተባሃሂልና ናተይ ናትካን ተባሂልና ነዛ ፍትሓዊ ዝኾነ ሰላም ዝነግሰላ ንምነያ ትግራይ ክትዓቢ ንደልያ ትግራይ ነናትና ወፊና በብዓቕምና ሰዲድና ተዘይ ተሳቲፍናሉ ትግራይና እኮ ክትዓቢ ትኽእል መንግስቲ ደኣ ኩሉ ነገር ኣብ ምንታይ ክሽፍኖ ይኽእል ኣብቲ ማይ ሴክተር ዘሎ ኣብ ዝጸገመ ኩነታት በጀት ኣብ ዘይብሉ ከባቢ ሓግዙና ዝተባልናዮ ከባቢ ኣቲና ክንሰርሕ ናይ ግድን እዩ ከም ግዴታ እዩ ዝወስዶ ጊልስ ምክንያቱም ትግራዋይ እንትነብር እውን ንትግራይ እዩ እንትሓልፍ እውን ንትግራይ እዩ
ትካል ልክዕ ከም ሰብ እናተፈሓኾ እናተሳለየ ክልተ እግሩ ጠጠው ኢሉ ይኸይድ። ክልተ እግሩ ጠጠው ኢሉ እንትኸይድ ድማ ኣብ ዝለዓለ ደረጃ ንክበፅሕ ራእይ የድልዮ። ጊልስ ከም ህጻን ብፍላይ ድማ ከም ፈላማይ ፕራይቬት ናይ ኳዕቲ ማይ ትካል በዛ ትሪእዋ ዘለኹም ማሽን ጀሚሩ ሕዚ ዓበይቲ ዓሞቕቲ ጎዳጉዲ ዘኹዕቱ ብዙሓት ማሽናት ሒዙ ኣብ ምንቅስቓስ ዝርከብ ናይ ህዝቢ ትካል እዩ። ኣብ እንዳልጌዳ እዩ
ማጫ ትበሃል ፍልይቲ ቦታ ማይ ሰራዊት ማይ ደልዩ ህዝቢ እውን ማይ ደልዩ መን ይኾኹዕታ መከላ ሃገር ምክልኻል ኢትዮጵያ ይኾኹዕታ። ብናይ ኩናት ስም ብናይ ወታደራዊ ስም ምዉት ቦታ ዝበሃል ማለት እዩ ኣብ መንጎ ክልቲኦም ሶን እቲ ኮነሬል ኣብዚ ማይ ክወፀልኩም ኣይኽእልን ተዘይንኸስር ሕሸና ማይ ክትወፅእ ትኽእል ኣብታ ቦታ እቲኣ እቲኣ ደኣ ምውቲ ቦታ እያ መን ክኣትዋ ኖኖ እዚኣ ናይ ማይ ኳዕቲ መሽን እንድያ ንልምዓት ክፃብኡ ኢለ ይሓስብን ኣነ መሬትና ድያ ከታ ቦታ እወ መሬትና እያ ንልምዓት ክፃብኡ እዮም ኢልና ኣይንሓስብን እንተገደደ ተገደደስ ንሳቶም እውን ተሓቢኦም መፂኦም ደኣ ማይ ክቐድሑላ ይኽእሉ እምበር ንሶም ካበይ የምፅኡ ናይ መጀመርያ ሕቶ እምበር ነይራ ናይ መጀመርያ ሕቶ ንሶም ካበይ የምፅኡ ንሶም እውን ርሑቕ ከይዶም እዮም ዘምፅኡ ስለዚ እዚኣ መሽነይ ዋላ የቃፅልዋ ወፌ ክኣቱ እየ እዚ ሰራዊት እዚ ህዝቢ እዚ ንማይ ክሰቲ ኣለዎ። ቃልዕ እያ በክ ከብለዋ ይኽእል እዩ ስኢሉ ሓንቲ ኣርፔጅ ተኺሉ በክ ከብላ ይኽእል እዩ ፈጺሙ ግን ንማይ ንማይ ከቃጽለ ይኽእል ክኣቱ ኢሉ ሪስክ ወሲዱ ሰለስተ መዓልቲ መሽነኡ ጸኒሓ ኣትዩ ኩዒቱ ወጽኡ ንትግራይና እንታይ ጌርና ኢልና በብዓልትና ተዘይተሓሳሲብናላ ጽባሕ ንዝመጽእ ወለዶ እውን እንታይ ኣሕሊፍነላ ንባዕልና ክንጥይቆ ንክእል ኣለና እዚ ናተይ እምነት እዩ ናተይ እምነት እዩ። ካብዚ ዝተበገሰ እውን ትኽክል እዩ። ምስ ማሕበር ልምዓት ትግራይ ኮይና ብዙሕ እሰርሕ እየ በብዓመቱ ብነበር ጠቅላይ ሚኒስትርና ሽም ኣብ ዝተፈላለያ ትምህርቲ ቤታት ፅሩይ ማይ ንተምሃሮ ንሰለስተ ሽሕ ተምሃሮ ፅሩይ ማይ ብዝብል ተበጊሰ ሰሪሕና ኢና ኣብ ብዙሕ ትምህርቲ ቤታት ማይ ኩዒትና ኢና ብዙሕ ብዙሕ ነገራት እና ኣብዚ ማይ ዙርያ ዘሎ ብዓቕምና ሐዚ እውን ንቅድሚት ከም ጊልስ መጠን ኣነ ጊልስ ናተይ ኢለ ኣይኮንኩን ዝውንኖ ምናልባት ኣብቲ ትካል ዝተወሰነ ነገር ክህልወኒ ይኽእል እዩ ግን ናይ ህዝቢ ትግራይ እዚ ናተይ ፅኑዕ እምነት እዩ ኣነ ምናልባት ካብ ካሊእ ሰብ ወይ ከዓ ካብቲ እዚ ከተማና ዘሎ በዓል ንብረት ገለ ዝተፈለየ ነገር ሃልዩኒ ኣይኮነን ምናልባት ዝተሓትኩ እየ ግን ናተይ እምነት እዩ ክንተሓጋገዝ ኣለና ክንደጋገፍ ኣለና እታ ንደልያ ውሕስቲ ሰላም ትግራይ ክንሕልዋ እንተኮይና ከዓ ኢደን ኢድካ እንተዘይተባሂልና ክንወፅ ኣይንኽእል ፍፁም ብሙሉእን መሽን ከዓ ናብ ግንባር ወሲድና ክነኹዕተን ኢና ክንጥቀመለን ኢና ኩለን መኻይንካ ንሓደ ወፍሪ ክንጥቀም ኣለና ተትዝብሃል ኣነ እንድሕር ትግራይ እንድሕር ሃልያ እየ ዝህሉ ውሰድወን ክብል ዝኽእል ሰብ እዩ። ምንም ኣብዚ ድርድር የብሉን። ዕዉት ትካል ኣብ ዕዉት ሰራሕተኛ፣ ዕዉት ሰራሕተኛ ድማ ካብ ዕዉት ጥበብ ኣመራርሓ ይምንጩ። ፍፁም ከም ፍፁም ኣብ ጊልስ ሓለቓ ኮይነ ክረኣ ኣይደልን። ሓለቓ ኣይኮንኩን። ኣነ እውን ከም ሰራሕተኛ ዝሰርሕ እየ። ከም ሰራሕተኛ ደሞዝተኛ እየ። እቲ ኣብቲ ትካል ዘሎ ሰራሕተኛ እውን ናተይነት ስምዒት ክሓድሮ ምሉእ ሓላፍነት ናይ ምርካብ ኣካይዳ እየ ዝኸይድ። ኣብ ሕድሕድ ስራሕቱ ዝቐርብዎ ሰባት በሳላት እዮም፣ ጥዑማት እዮም፣ ንፉዓት እዮም። ስፔሻል ድማ እዚ ሕጂ ምስ ፍፁም መሻርኽቲ ጊልስ ዝኒሀ ኣቶ ሃይለ ሓጎስ ርጉእ እዩ፣ ህዱእ እዩ፣ ሓሳብ የመንጩ፣ ፍጹም ድላዩ ውሳነ ንኽውስን ዕድል ይህብ። ኣነ መሻርኽቲ እንድየ ከምዚ ክውጥጥ እየ ከምዚ ክውጥጥ እየ ኣይብልን። ኣሚንዎ ኦረዲ ብጻዕሪ ክልወጥ ከም ዝኽእል ስለ ዘርኣየ ፍጹም እውን ንሱ እምነት ኣሕዲሩሉ እዚ እዩ። ሓደ ሎጂክ ኣሎ። እዘን ማሽነሪ እዚኤን ኢን ሚልየንስ ዝውዳኣ ማሽነሪ እየን። ኩሎም ማሊእኻ ነተብኣ ዘሎ ሰራሕተኛ ኣረኪብካ ኢኻ ናብ በረኻ ትሰደን። ደድሕሪኡ ክትስዕብ ኣይትኽእልን። ሕድሕደን እውን ክትከደን ኣይትኽእልን። ሓላፍነት ኣስኒቕካ ናተይነት ኣምሂርካ እንተለያ ከም ዝህሉ ነጊርካ እንተውፊርካዮ ሰራሕተኛ ኩል ግዜ ምሳኻ እዩ።
ፊልድ ወፅዩ ዝረኸባ ጉድጓድ ኣብ ፊልድ ወጽዩ ከይወድኣ ኣይምለስን ነይሩ ኣብቲ ናይ መጀመርያ ቴንድኦ ኣንጺፉ ኣብታ ትሕቲ እታ ሚሽን ይሓድር ኳዕቲ ክግበር ከሎ ምሉእ መዓልቲ ምሶኦም ይኸውን።
ጊሊት ማለት ዳርጋ ኣቦይኔ ማለት እዩ ስራሕ ለይብሉ ብረዛ ስለላእተኹ በቃ ዳርጋ ኣቦይኔ ማለት እዩ። ኣሙናና ድማ ፍጹም ወስገዶም ይበሃል። ኣብ በረኻ ዋላ እናደቀስና ፍርናሽ ጌርና ምሳና ይድቅስ እዩ። ሽካዕ ሕጂ ኣብ ጎንና እዩ ዘሎ። ንምሳሌ ኣብ ጊልስ
ክቁጥብ ዘይኽእል ናቱ ቁጠባ ዘይብሉ ናቱ ኣካውንቲ ዘይብሉ ሰራሕተኛ ከም ጊልስ ሰራሕተኛ ከም ስታፍ ኣይንቆጽሮ ናይ ግድን ናይ ቁጠባ ሒሳብ ክህልዎ ክኽእል ኣሎ። እዚ ሓደ ክራይቴርያ እዩ። በብዓመት ሓንቲ ግዜ ኢና ተተኣኪብና ንእከብ። ኣብቲ ዓመት ንሳ ክንደይ ሴቭ ከም ዝገበረ፣ ካብ ኣበሉ፣ ካብ ደሞዙ እንታይ ከም ዝሓዘ ናይ ግድን ሓደ ሰራሕተኛ ክገልጽ ክኽእል ኣለዎ።
ዓሰርይ ክፍሊ ወዲኣ ብሰብዓ ቅርሺ ጊዝያዊ ሰራሕተኛ እየ ጀሚረ። ዓሰርተ ሓሙሽተ ሽሕ ቅርሺ ኣለቂሑኒ ራብዓይ መንጃ ፍቓድ ኣውጺኡለይ። ደሞዝ ክገብረልካ እሞ ካብ ደሞዝካ ተቖራጺ ኢሉ ሰሪሑለይ ማለት እዩ። ራብዓይ ማንጃ ፍቓድ ኣውጺኤ። ራብዓይ ማንጃ ፍቓድ ኣውጺኤ ተቖራጺ ደሞዘይ ገይረ ጽቡቕ ድርጅት እዩ ማለት እዩ። ደስታ ሆቴል ኣፅ ወንበርታ ነበለት ማእኸላይ ነሸራሮ ኳ እዩ ዘሎ
ህልው ኩነታት ትግራይ ብቐረባ ዝከታተል ፍጹም ካብ ጻውዒታት ትግራይ ሓደ ብዝኾነ ካብ ዳስ ናብ ክላስ ዝብል ትልሚ ማሕበር ልምዓት ትግራይ ህዝብና ዘለዎ ተሳትፎ ብነቐፈይታ ኣትሪሩ ይግምግም። ተምሃሮ ሕንጦይ ትግራዋይ በዛ ሕዚ በዛ ሰዓት እዚኣ ኣብ ዳስ ዝመሃር ኣለና። ብታሕቲ ተመን ብጎኒ ንፋስ ብላዕሊ ፀሓይ እሞ ነዚ ትግራዋይ እዚኤን ክፈትሐን እየ ኢላ ማሕበር ልምዓት ትግራይ ስሳ ሸሞንተን ሰላሳን ሓደን ኦኬ በሉለይ ትብለና ኣላ እታ ቁፅሪ በፂሓ ዘላ ቁፅሪ ግን ሰላሳን ሓሙሽተን ኦር ኣርባዓ ሽሕ እውን ኣይበፃሕናን ተጋሩ እኮ ብዙሓት ኢና ክንበፅሖ እባ ይግባእ ከምዚስ ሚሊዮንስ ክንበፅሕ ተለና ሚእቲ ሽሕ ክልተ ሚሊዮን ክንበፅሕ ተለና ክልተ ሚእቲ ሽሕ ሰለስተ ሚሊዮን ክንበፅሕ ተለና ሰለስተ ሚእቲ ሽሕ ማሕበር ልምዓት ትግራይ ከወፊ ተዳልዩ እዩ ሚሊዮን ዘይንበፅሐሉ ምኽንያት ንምንታይ? ዝሕንጠይሲ እኮ ትግራዋይ እዩ። ትግራዋይ እዩ። ኣብ እምኒ ኮፍ ኢሉ ብታሕቲ ተበን ኣለዎ፣ ብጎኑ ንፋስ ኣለዎ፣ ብላዕሊ ፀሓይ ኣለዎ። ኣልዒልና እባ ናብ ክላስ ነእትዎ ክነእትዎ እባ ይግበእና። ኣብዚኣ ትግራዋይና ደንጉዩ እዩ ኢለ ግምግም ኣነ። በዚ ሰዓት ሞባይል ዘይሓዘ የብልናን።

ኣምባሳደር ተወልደ እንዳሃለው ኢና ጀሚርናዮ። በይነይ ጥራይ ኣይኮንኩን ካልኦት ናይ ወጻእተኛታት ድርጅታት እውን የምፀን ነይረ እየ ናብ ትግራይ የምፀን እሞ ቤት ትምህርቲ ክወስዳ ይገብረን ኣብ ቤት ትምህርቲ ከይደን ብነፃ ጉድጓድ ክኹዕታ ንተምሃሮ ማይ ከቕርባ የለዓዕለ ነይረ እየ ሰሪሐን እየን ኬስኣር ዝበሃል ሓደ ድርጅት ሰሪሑ ነይሩ ሲኣር ዝበሃል ሓደ ድርጅት ሰሪሑ ነይሩ ናይል ዝበሃል ሓደ ድርጅት ሰሪሑ ነይሩ እዚአን ናይ ህንዲ ኩባንያታት እየን ምሳና ኣብ ዝተፈላለየ ስራሕ ስለ ንራኸብ ናብ ትግራይ እውን ጨረታ ኣስዒሮም ይመፁ ስለ ዝነበሩ እዚኣቶም ሰሪሖም እዮም ከም እንግሊዝ ንምሳሌ ቀላሚኖ ቤት ትምህርቲ እዞም ኣብ ትግራይና ካብ ትግራይና ፈርዮም ኣብ ዓለም ኣነጋጋርቲ ተፈጢሮም ዘለዉ ተምሃሮ ዝፈልቅሉ ቤት ትምህርቲ እቲ ቤት ትምህርቲ መጀመርያ ኣቲና ዲፕ ዌል ኮዒትና ፅሩይ ማይ ነቶም ተምሃሮ ዝቐረበ ግልሲ እዩ እዚውን ናይ ማሕበር ልምዓት ትግራይ እዩ ኣብቲ ሰለክላካ ማሕበር ልምዓት ትግራይ ናይ ሪሰርች ሴንተር ይመስለና ኣብኡ ተዳሉ ኣቲና ሰሪሕና ኢና ኣልመዳ ዝበሃል ቤት ትምህርቲ ዓድዋ ከባቢ ኣፅቢ ከባቢ ከምኡ ምስ ማሕበር ልምዓት ትግራይ ብዝተፈላለየ መልክዕ ማሕበር ልምዓት ትግራይ ኣብዚ ቦታ እዚ ኩዓቱ ናብ ዝበለቶ ኣብ ዓመት ክልተ ክልተ ሻለ ወል እንኩዕተሉ ኩነታት ኣሎ እዚ ዓመት እዚኣ ይመስለኒ እዚ ዓመት እዚኣ ወይ ዝሓለፈት ዓመት ኣይኩዓትና ኣለዎም ዝተፈላለየ ጸቕቲ ዝተልዓለ እምበር ማሕበር ልምዓት ትግራይ ዓጽማ ዓቕማ ብዝፈቐዶ ኩሉ ንትግራዋይ ኣብ ምልዋጥ እትነጥፍ ዘላ ማሕበር እያ። ስለዚ ንማሕበር ልምዓት ትግራይ ምሕጋዝ ማለት ንትግራዋይ ምሕጋዝ ማለት እዩ። ካሊእ ኣብ መበል ኣርብዓ ዓመታዊ ሓወልቲ ሰማእታት እቲ ሓወልቲ ሰማእታት ዘሎ ግሪነሪ ጊልስ ብዓርሲ ተበግሶ ኣብቲ ቦታ ንሱ ከይዱ ኣብቲ ግቢ ጉድጓድ ኩዒቱ ነተብኡ ነሩ ግሪን ነቶም ሰማእታት ነቶም ነዚ ኩሉ ኩነታት እዚ እንገብሮ ዘለና ብምሉእ ወነንቲ ንሕና ብገንዘብ ኢና ነውግዕ ዘለና ንሶም ብሂወቶም እዮም ኣዋጊዖም ንሕና ብገንዘብ ኢና ነውግዕ ዘለና ንሶም ኣካላቶም እዮም ደርብዮም ከተወዳድሮ ኣይትኽእልን ኣብዚ ኩነታት እዚ ኣቲኻ ክተወዳድሮ ከቢድ እዩ ኣይተወዳድሮ ኩን ንእሽተይ ነገር ኣብኡታት ጠብ ክተብል ተለካ ዝኾነ ሳትስፋክሽን ላኸ የርክዐካ ይሕጉሰካ እዩ እና ኣብኡ ሓደ ሙሉእ ዲፕ ዌል ሓደ ነጥቢ ክልተ ሚልዮን ከባቢ ከፊልና ኣብኡ ሙሉእ ዲፕ ዌል ኩዒትና ነቲ ሓውልቲ ሰማእታት እውን ኣወፊና ምሳሌ ኣብ ኣብ ተመዛበልቲ ወገናትና ምስ መፁ ምሸት ብቴሌቪዥን ርየያ ንግሆ ናብ ማሕበራዊ ጉዳይ ከይደ ኣብኡ ተኸድኩ ኣነ ካብዚ መፀ ኣነ ካብዚ መፀ ገው መታወቂያ ካብዚ ተፈናቂለ ካብዚ ተፈናቂለ ዝብሉ ሰባት እዮም ኣብኡ እኒኦም ኪሮስ እስኻ ከካበ ኢኻ ኢላትኒ ጠጠው ኢላ ኣብኡ ንቶም ሰባት ተተኣናግድ ነይራ እና ኣነ ማእኸሎም ጠጠው ኢለ ፅግዕ ኢለ ለኣ ክፅበ ማለት እዩ ኣበይ ኣታዊ ክገብር ከም ዘለኒ ክሓታ እስኻ ከካበ ኢኻ ተፈናቂልካ ኢላትኒ ኖ ኣነ ኣይተፈናቀልኩን ግን እዚኣ ክሕግዘኪ ደለየ ኢለ ዝተወሰነት ሳንቲም ሒዘ ከይደ ፈላማይ ነይረ መንግስቲ ትግራይ ንዘቕረቦ ጻውዒት ፋይናንሳዊ ሓገዝ ስዒቡ ኣብ ዝተጣየሰ ኮሚቴ ነጋዶ ውዑይ ምንቅስቓስ ዝነበሮ ፍጹም፣ ብዙሕ ግዜ ከም ፍጹም ኣብ ኮሚቴ ተጠርኒፈ ኣይፈልጥን። ብሱሩ ብሱሩ ምኽንያቱም ኣነ ናተይ ነገር ይኹን ዝብል እንተስ ግጉይ እንተስ ትኽክለኛ ናተይ ኣቋም ሒዘ እየ ዝኸይድ። ዝኾነ ነገር ፍጹም ክገብሮ እየ ኢለ እንድሕር ተበጊሰ ክገብሮ እየ ክገብሮ እየ። ኣይ እዚኣ ክገብራ ኣይክእልን ኢለ እንድሕር ከይደ ግን ኦሬዲ ኣይክእልን ኢለ ኣለኹ ማለት እዩ ግን ኣይክእልን ኢለ ይፈልጥ ኣይክእልን ፍጹም ኢለ ይፈልጥ እዚኣ ከምዚኣ እንድሕር ኮይና ክንገብራ ኢና ኢለ እየ ዝብገስ ይገብራ እውን ኣብዚ ተሌቶን ትግራይ እዚ እቲ ኩነታት ክትኣትዎ ኢድካ ክተእትወሉ ናይ ዓቕምኻ ከተውፊ ዝፅውዕ ኩነታት እዩ እኒኤና ኩነታት ምክንያቱ ትግራይና ናይ ዝውሑስ ሰላም እዚ ምስጢር ፍሉይ ተኣምር ኣይኮነን፣ ውሕሉል ኣመራርሓ እዩ። እቲ ውሕሉል ኣመራርሓ ናብዚ ዝተፈጢሩ ዘሎ ዝተፈላለየ ዝሓለፍናዮ ፅቡቕ ኢቨንትታት ኣካል እዩ። ምክንያቱ ሓደ እምነት ኣለና ጠመንጃ ንዝተኮሰልካ ብጠመንጃ እንተስዒርካዮ ስዕረት ኣይበሃልን፣ ኣይሰዓርካን። ተፋሕፊሕኻ ስለ ዝሰዓርካዮ ኣይሰዓርካን። ጠመንጃ ንዘወጣወጠልካ ውሕሉል ብዝኾነ ኣመራርሓ ምንም መስዋእቲ ከይኸፈልካ እንተስዒርካዮ ንስኻ ኢኻ ትኽክለኛ ሰዓራይ። ኣብ ትግራይ ዝተፈጠረ እዚ እዩ። ቦቲ ተወጣዊጡ ቦቲ ተወጣዊጡ ብዝተፈላለየ መልክዕ ነቲ ትግራዋይ ናብ ሓደ ቀለበት ኣእቲኻ ናይ ምጭማቕ ኩነታት ተራእዩ። ትግራዋይ ብኸመይን ከመይን ከም ዝኣለዮ ከም ይበትኮ ከም ዘሎ ከዓ ብተግባር ንሪኦ ዘለና ኩነታት እዩ። ትግራዋ እየ ንትግራይ ሓሙሽተ ሚእቲ ሽሕ ብር ድምሩ ክንመፀኩም ኢና ሓሙሽተ ሚልየን ቅርሺ

ቁሩብ እዩ ብኡ ዓይኒ ክትሪኦ ተለኻ ግን እቲ መድረኽ ዕዉት ነይሩ እወ ዕዉት ነይሩ ትግራዋይነት ነው ተራእዩሉ ነይሩ ትግራዋይነት ተራእዩሉ ነይሩ ሓድነት ተንጸባሪቑሉ ነይሩ 250 ሚልዮን ኢልና ሚድያ ክንዛረብ ተለና ንሸማቐቕ ነይርና ክርከብ ድዩ ክልተ ሚእትን ሓምሳን ሚልዮን ክርከብ ድዩ ኣብዚ መድረኽ እዚ ክንረኽቦ ዲና ዝብል ጭንቀት ነይርዎ ክልተ ሚእትን ሓምሳን ካሬ ሜትር ገዝኦም ንትግራይ ኢሎም ኣለዉ ሞራል ሞራል ሞራል ተጋሩ ሞራል። ግዛቸው ከህዝቢ ርክብ ዝኾነ ድምር ሒዙ መጺኡ ርእይ ተበልክዋስ ሰለስተ ሚእትን ኣርባዕተን ሚልዮን ገለ ትብል ደንጊጸ ካብኡ ኣታ እዚ መድረኽ እዚ ላይቭ እዩ ዘይኮነ ቁፅሪ ፀዊዐ ደሓር ሽግር ከይመፅእ ኢለ ነቶም ናና ኮሚቴ ሂበዮም ኣረ ዝኾነ ቁፅሪ ሂቡኒ እዩ ግን እዚኣ እስቲ ረእይዋ ኢለ ደሓር ዳኒኤል ዝበሃል ኣሎ ናህና ኮሚቴ ንሱ ኣረጋጊጹ እባ ትኽክል እዩ ኢለ ሰለስተ ሚእትን ኣርባዕተን ሚልዮን እወ ከመይ ገይረ ከም ዝጽውዖ ስቕ ኢሉ ልበይ ይወቅዕ ነይሩ በቃ ብድሕሪኡ ብምሉእ ታሕጓስ እቲ መድረኽ ወዲእናዮ እንኳዕ ናትና ኮንኩም እንኳዕ ካባኹም ተፈጠርና ሰለስተ ሚእትን ኣርባዕተን ሚልዮን ኣርባዕተ ሚእትን ሓሙሽተን ሽሕን ኣርባዕተ ሚእትን ሰማንያን ሓደን።
እቲ ዕዉት መድረኽ ብዝገርሙ ተጓንፎታት ዝተዓጀበ ነይሩ። እቲ መድረኽ ግን ፍሉይ ነገር ዝተኣናገደ መድረኽ ነይሩ እምበር ፍጹም ቅድሚኡ መድረኽ ኣይፈልጥን። ለካ መድረኽ ደይበ ኣይፈልጥን ሓንቲ ዘይርስዓ ኣልመዳ ጨርቃጨርቂ ፋብሪካ ክምረቕ ከሎ ነበር ጠቅላይ ሚኒስትር መለስ ዜናዊ እዩ መሪቑዎና ኣብቲ እዋን ንሱ ግጥሚ ኣቕሪበ ነይረ ፅሑፍ በቃ መድረኽ ዝፈልጣ ንሳ ብመድረኽ ደረጃ ማለት እየና ኣክሱም መሃር ስለ ዝነበርኩ ኣጋጣሚ ላብኡ መፂና ካብኡ እኒኦ መድረኽ ብዙሕ ኣይፈልጥን ኣነ ፈቐዱ በረኻ ብሸቅሊ መዳይ ማለት ሓደ ኣቦ መጺኦም ናብቲ መድረኽ ንዓ ዝወደይ ኢሎምንስ ሓንሳብ ደልየካ እየ ኢሎም ጎቲቶም ሒዞምኒ ከይዶም እና እዛ ጃኬት እዚኣስ ትማሊ ወደይ እዩ ገዚኡለይ እና በይዛኻ ተኸደና ኣነ ክሕጎስ ምእንቲ ኢሎምስ ጃኬቶም መጺኦም ካ ኢሎምኒ እና ከቢድ እዩ ክትገልጾ ብጣዕሚ ከብድ እዩ እወ እና ይከብድ እዩ ሓንቲ ዶ መፅኤን ይመስለኒ ገዘን እየን ቴሌቭዥን እንዳረኣያ ፀኒሐን መፅኤን ትኽ ኢለን በቲ መድረኽ ነቲ ቆልዓ ፀውዕለይ ነቲ ቆልዓ ፀውዕለይ ኢለን ኣፀዊዐናኒ ማለት እዩ ሰብኣየይ ሓሊፎም እዮም ምሳ እያ ትቕበር ዝግብኣ ግን እዛ ቀለበተይ እዚኣ ሃበለይ ሸጥካ ኢለን ደንጊፀ በቃ ክንደይ ክንክትባት ደለያ ማማ ክንደይ ክንትደልያ ክንደይ ኣነ ሽሕ እየ ከብ ዝደልየለን ካብ ጅባይ ሽሕ ቅርሺ ቆፂረ ኣብዚኣ ሃበኡ በላ እምበኣር ኢለ እታ ሽሕ ቅርሺ ቆፂረ ሂበየ ነዚኣ በቃ ሸጥክን ኣይኽን ግን ኣብ ኢድክን ትገብራ ኢለ ከምኡ ዓይነት ተጋሩ ሓንቲ ካብ ሸራሮ እየ ዝበለትኒ ሙሉእ ወርቃ ኣውፅኣ እንካ ዝበለት ሓደ መዓት እንቁላሊሕ ተሸኪሙ መፅኡ ላብቲ መድረኽ መዓት እንቁላሊሕ ከምዚ ደርዲሩ ተሸኪሙ መፅኡ ደሊኹም ብልዕዎ ደሊኹም ሽጥዎ ልኣኹም ይህበኩም ነዎ ኣብዚ ነኩም ኢሉ እና ፉሊ ብዙ ነገራት ብዙ መደራ ብዙ ነገራት እና ኢብን ራሱ በቃ ንሚድያ ክትብሎ ይግባእ ብዙሕ ነገራት ነይሩ ናብቱ መድረኽ ብጣዕሚ ፍሉይ ትግራዋይነት ዝተረኣየሉ ፍሉይ ዝኾኑ ተኣምራዊ ዝኾነ ብጥቕሉል ኣረዳድኣ ውልቀ ህይወትን ናይ ህይወት ፍልስፍናን ንዕውትነት ሓደ ሰብ ወሳንነት ኣለዎ ይብሉ ምሁራን ስነ ልቦና። ፍጹም ከይ ኣነ ፍጹም ክሰቲ ርእየዮ ኣይፈልጥን መስተ ክሰቲ ርእየዮ ኣይፈልጥን ኣነ ተጻዋታይ እዩ መዋግዒ እዩ ከምዚ በጊዕ ሓሪድና ሕጂ ንኣብነት ኣብ ጊልስ ሓድሓደ ግዜ ኣብ ማርያም ጉንበት ገለ ክኸውን ከሎ በጊዕ ሓሪድና ሃሃ እንዳበልና እንዳሰሓቕና ነብሊና ብምሉእ ሰራሕተኛ መስተታት ይቕረቡ እዮም፣ ኣይሰትን። መገሻታት ንኸይድ ኢና፣ ባህርዳር ሓቢርና ከይድና ኣለና ንስራሕ፣ ኣዋሳ ሓቢርና ከይድና ኣለና። ልዕሊ ልዕሊ ዒስራ ግዜ ሰላሳ ግዜ ዝኸውን ምስ ፍጹም ሓቢረ ወጽየ ኣለኹ። ኣብ ናይ መዘናግዒ ቦታታት ዝበሃሉ እኳ ኣዝዮም ብዙሓት ዝኾኑ ግዜታት ሓቢርና ኣሕሊፍና ኢና። መስተ ከምዚ ኣቢሉ ክጥዕም ርእየ ኣይፈልጥን። ፍጹም መስተ ኣይሰትን ፍጹም መስተ ኣይሰትን ሓመሳ ኣይፈቱን እታ ዝተረፈት ግዜ ካብ ዓሰርተ ሓደ ሰዓት ነንየው ዘላ ክሳብ ሓደ ሰዓት ሓመሳ ካብኡ ነንየው ከዓ ጽቡቅ መጽሓፍ ተረኪበ መጽሓፍ ኣሎ ሕዚ ብዙሕ ጸሓፍትና ፈርዮም እዮም ዝጽሕፉ ጎበዛት ኣለዉ መጽሓፍቲ ይርኢ እየ ካብ ወፃኢ ፍፁም ካብ ክልተ ሰዓት ምሸት ንንዮ ኣብ ገዝኡ እዩ። መንበባ እዩ።
ምናልባት ኣብ ትግራይ ዝተሓትማ ናይ ትግርኛ መፅሓፍቲ ወይ ድማ ኣብ ኣብ ኢትዮጵያ ዝተፅሓፋ ደሓን ደሓን ዝበሃላ ክንበባ ዝኽእላ ስንቂ ክህባ ዝኽእላ ኣንቢብካየን ስንቂ ክህባ ዝኽእላ መጽሓፍቲ ፍጹም ዘየንበቦ ኣሎ ኢለ ኣይሓስብን። ትግራይ ኾነ ዝኾነ ማሕበረሰብ ህላውኡን ተስፍኡን ኣብ መንእሰዩ እዩ። ዝተሃንፀ መንእሰይ ውሕስና ትግራይ ክኸውን ምስ ባህሊ ንባብ ክራኸብ ኣለዎ ዝብል ፅኑዕ መርገፂ ፍፁም እዩ። ገዝኡ እንድሕር ኬድካ
ዓብዪ ላይብረሪ እዩ ዳርጋ ኣብ ገዝኡ። ኣጋጣሚ ኮይኑ ግን ፅዒኑ ኣብ ዓመት ወይ ክልተ ዓመት ክኸውን ከሎ ጠርኒፉ ንሓደ ቤት ትምህርቲ ይሰዶ። ካብ ጉዕዞ ጊልስን ዕውት ንእስነት ፍጹሙን እንታይ ንምሃር? ባዕሉ ጽሒሩ ኣበየ ባዕሉ ጽሒሩ እዩ ኣደ ደገፉ ሓደ ደገፉ በቃ ይወድቂትስ ይወድቂትስ ይወድቂትስ እዩ ፍጹም ጻዕሪ ካብ ዜሮ ካብ ዜሮ ሓምሳ ቅርሺ ካብ ሽረ ተለቂሑ ኣኽሱም ዝኣተወላ ግዜ ካፒታሉ ኩሉ ወዲኡ ሓምሳ ቅርሺ ካብ ሽረ ሒዙ ነኹሱም ዝኣተወላ ግዜ እውን ነላ። የብሉን ዝተብሃለሉ ከሲሩ ጧዕዋዕ ቅርሺ ዘይብሉ ተሪፉ ዝኣተወላ ኣሎ። ከምኡ እዩ ዝብገስ። ጻዕሪ ከም ዝልውጥ ዘርኣየ ብጻዕሩ ዋላ ሓንቲ ሓገዝ ከይተገበሮ ተመጣጢሩ ኣብዚ ዝበጽሐ ሰብ እዩ። ፍጹም ባህጊ ኣለዎም። ባህጊ ተብሃጊት ትግራይ። ኣነ
ፍጹም ከም ፍጹም ሰላም ዝሰፈና ለይትን ቀትርን ንጎየላ ውሕሉል ምደ- ምምሕዳር ዘለዋ ኣብ ዝኸድካ ቢሮ ከይድካ ኣኼባ እዮም ዘይትበሃለላ ጉዳይካ ወዲእካ እትወጸላ ሰላማዊት ዕንብብቲ

ንቀደም ንመላእ ህዝቢ ትግራይን ተጋሩን ኩሉኹም እንኳዕ ንክልተ ሽሕን ዓሰርተ ክልተን ዓመተ ምህረት ኣብፀሓኩም ኣብፀሓና። ካሊእ መሳርሕተይ እዚ ኩሉ ኩነታት እዚ ክሳኻዕ ከም ድላየይ ኮይነ ኣብዚ ፅቡቕ ስነ ምግባር እዚ ክነጥፍ ዝሓገዘኒ ሃይለ ሓጎስ ኣበራ ክብረት የሃበለይ ካብኡ ንደቀይን ንመላእ ስድራይን እንቋዕ ኣብጽሓኩም ክብል ይፈቱ። ንመላእ ፍሉይ ሓይሊ ትግራይ ናይ ትግራይ ውሑስ ሰላም ክሰፍን ለይትን ቀትርን ቤማንን ብጸጋምን ኣብ ኩሉ ጠጠው ኢልኩም ኣብ ፍተሻ ኣብ ናይ ለይቲ ሓለዋ ተዋፊርኩም ዘለኹም ብደሞዝ ተኸፊልኩም ኣይኮነን ትግራዋይነት ሒዙኩም እዩ ናይ ህዝቢ ትግራይ ፍቅሪ ኣብ ውሽጥኹም ስለ ዝሰፈነ እዩ ንበሩ ማዕብሉ ስጠሙ ትግራይና ሰላሟ ውሑስ ክኸውን ትገብርዎ ዘለኹም ፃዕሪ ክብረት ያበለይ ክብል ይፈቱ ርሑስ በዓል የቀኔል